ፈለማ ቀንዲ ነጥብታቱ። ቀዳማይ ሚኒስተር ኣብይ መሓመድ ንትግራይ ኣጠንቂቑ። ቀዳማይ ሚኒስተር ኢትዮጵያ ኣብይ መሓመድ ኣብ ዘውጽኦ መግለጺ፣ ኣብ ትግራይ ሰፊኑ ዘሎ ወጥሪ ብሰላማዊ ኣገባብ ክፍታሕ ብምግላጽ፣ ንህዝቢ ትግራይ ብፍላይ ድማ ንልሂቓን ትግራይ ብዝብል ኣርእስቲ ብቋንቋ ትግርኛ ኣብ ዘውጽኦ መግለጺ፣ ህዝቢ ትግራይ ኣብ ተደጋጋሚ ኹናትን ግጭትን ዝረኽብዎ መኽስብ ከምዘየለ ጠቒሱ። እቲ ዘሕዝን ህዝቢ ትግራይ ናይ ትማሊ ቁስሉ ከይሓወየ፣ ገና ሕዚ እውን ሰላምን ራህዋን ረኺቡ ሰሪሑ ከይኣትን ከየልምዕን፣

ናይቲ ኣብ ተብ ክልተ ዓመት ኲናት ዝተዋቐረ ኣማኢት ኣሽሓት ኣባላት ዘለዉዎ ሓይልታት ትግራይ እቲ ብዶክተር ደብረፅዮን ገብረሚካኤል ዝምራሕ ወገን ከም ዝድግፉ ምፍላጦም ውግእ ሕድሕድ ከይፍጠር ዓብዩ ሻቕሎት ተፈጢሩ ይርከብ። ኣብይ ኣብዚ እዋን እዚ መልእኽቲ ብትግርኛ ከውፅእ ምውሳኑ ድማ እቲ ዂናት ንዕኡ እውን ከም ዘሻቐሎ ከይኮነ ኣይተርፍን። ህወሓት ኣብ ክልተ ካብ ዝግማዕ ንፈለማ እዋን ዶክተር ኣብይ ንፈለማ እዋን እዩ መግለፂ ሂቡ። እቲ ንፕረዚደንት ጌታቸው ረዳ ከም ዝድግፍ ዝፍለጥ ቀዳማይ ሚኒስትር ኣብይ መሓመደዊ ዘውፀኦ መግለፂ፣ ኸምዚ ዓይነት ሓደጋ ብኸመይ ክእለ ይኽእል ብዝብል ብህድኣት ዝርርብ ዘድልዮ ምዃኑ ንለባም ዝስውር ኣይኮነን ክብል ገሊጹ ኣሎ። ኣብ ፖለቲካን ንግድን ጸጥታን ኢኮኖሚያዊ ሚድያታት ኣብ ፖለቲካን ንግድን ጸጥታን ሚድያታትን ኻልኦትን ትነጥፉ ዘለኹም ልሂቓን ተጋሩ ኩሉኹም ወገናት ህዝቢ ትግራይ ክሳብ ሕዚ ዝኸፈሎ ዋጋ ይኣኽሎ ብምባል ካብ ኩናት ዝርከብ ከስቢ የለን ኢልኩም ፈለማ ኣብ ውሽጥኹም ዘሎ ኣፈላላይ ኢሂን ምሂን ኢልኩም ጉዳይኩም ብሰላምምን ምርድዳእን ሓድነት ህዝቢ ትግራይ ብምርግጋፅ መንገዲ ክትውድእዎ ይሓትት ክብል ገሊፁ። ካብኡ ቀፂሉ ድማ ምስ መንግስቲ ፌደራል ይኹን ካልኦት ሓይልታት ዘለኩም ኣፈላላይ ብሕገ መንግስቲ ሃገርና ዘለኩም ኣፈላላይ ብሕገ መንግስቲ እታ ሃገር ብዲሞክራሲያዊ መንገዲ ብምርድዳእ ንምፍታሕ ድልዋት ክትኮኑ ኣለኩም ክብል ገሊፁ። ኣብዚ እዋን እዚ እቶም ኣዘዝቲ ሰራዊት እቲ ምስ ፌደራል መንግስቲ ጥቡቕ ዝምድና ኣለዎ ክብል ዝኸስዎ ጌታቸው ረዳ ደገፍቱን ካብ ስልጣን ንክእለ ብቑዕ ጎስጓሳት ይገብሩ ምህላዎም ይግለፅ። ጌታቸው ብወገኑ እቲ ቅድሚ ሓደሰሙን ዘውፅእዎ መግለፂ ብምኹናን ዕልዋ መንግስቲ ዝኣወጁ ብምባል ከምዝተቓወሞ ይዝከር። ቀንዲ ካብቶም ኣዘዝቲ ሰራዊት ዘልዕልዎ ጉዳያት ድማ ስምምዕ ፕሪቶርያ ፍፁም ክትግበር፣ ብኡ መሰረት ምምላስ ኣካል ትግራይ ዝነበሮም ምዕራብ ትግራይ ካልኦት ከባብታትን ከምኡ እውን ጌታቸው ረዳ ካብቲ ጉባኤ ዝገበረ ብደብረፅዮን ዝምራሕ ወገን ህወሓት ብምእጋድ ዘይጉባእ ስልጣን ሒዙ ኣሎ ክብል ይኸስዎ። እቲ ሎሚ ዘውጸ መግለጺ ድማ ብወገን መንግስቲ ፌደራል ኣብ ኩሉ ጉዳያት ንምዝርራብ ኣፈላላይ ሓሳብ ድማ ከም ኣፈላላይ ሓሳብ ብምውሳድ ነገር ግን ኣብ ዝረዳድኡና ሃገራዊ ጉዳያት ብስኒት ከስርሑና ዘኽእሉ ኩነታት ምህላዎም ብምግንዛብ ንህዝቢ ካብ ስግኣት ኣዴታት ድቃስ ካብ ምስኣንን መናእሰይ ድማ ካብ ስደት ኣብ ምድሓን ክሰርሑ ልዕሊ ኩሉ ግን ህዝቢ ናብ ልምዓትን ሕውየትን ክምለስ ሓቢርና ክንሰርሕ ደጊመ ይሕብር ክብል ይገልጽ። ካብ ሓምለ ክልተ ሽሕን ዕስራን ሒዴተ ኣዋርሕ ኹናት ትግራይ ቅድሚ ምውልዑ ቀዳማይ ሚኒስተር ኣብይ ብትግርኛ ዘካየዶ ፍሉይ ቃለ መሕተት ምስ ክልል ትግራይ ናይ ምውጋእ መደብ እንተለዎም ምስ ዝሕተት እውን ናይ ዕብዳን ዘረባ እዩ ኢሉ ብቑጠዐ ነጺግዎ ነይሩ። እንተኾነ ዓመተ ሽልማት ኖቤል ሰላም ኣባል ቀዳማይ ሚኒስተር ኣብ ልዕሊ ህወሓት ኹናት ብምእዋጅ ነቲ ሃገር ናብ ዝኸፍኣ ደማዊ ኹናት ሸሚምዋ እዩ። ኣብ ህዝቢ ትግራይ ዝነበረ ኹናት እውን ዳርጋ ኩሉ ከሲርዎ እዩ። እቲ ኹናት ኣብ ክልል ትግራይ ክሳብ ሕጂ ዘይሓወየ ከቢድ ሰብኣውን ማሕበራውን ቁጠባውን ፖለቲካውን ጸጥታውን ቅልውላው ከም ዘስዐበ እዩ ዝፍለጥ። ተቓዋሚ ምቁራጽ ተጻብኦ ውግእ ድሕሪ ደው ምባሉ፣ እቲ ቀዳማይ ሚኒስተርን ዶክተር ደብረጽዮንን እቲ ግዝያዊ ምምሕዳር ክመርሕ ብህወሓት ዝቐረበ እማመ ብምንጻግ ንጌታቸው ከምዝተቐበሎ ዝገልጽ፣ እዚ ድማ ኣብ ውሽጢ ህወሓት ምግምማዕ ፈጢሩ። ብኻሊእ ዜናና ድማ፣ ፕሬኢደን ኤሜሪካ ዶናልድ ትራምፕ ብሰኑይ ምስ መራሕቲ ካናዳን ሜክሲኮን ኣወሰኽ ግብርን ካልኦት ጸጥታዊ ጉዳያትን ድሕሪ ምዝራቦም፣ ሰሉስ ተግባራዊ ክኸውን ተባሂሉ ዝነበረ ዕስራን ሓሙሽተን ወሰኽ ንሓደ ወርሒ ተናዊሑ ኣሎ። ኣብ ልዕሊ ቻይና ዝተግበረ ናይ ዓሰርተ ወሰኽ ግብሪ ዛጊድ ዕጫ ኣይተነጸረን። ኣብ ቀረባ እዋን እውን ፕረዚደንት ትራምፕ ምስ መራሒ ቻይና ዢ ጂንፒንግ ንምርኻብ መደብ ሒዙ ኣሎ። ዝኸበርኩምን ዝኸበርክን ተኸታተልትና ነዚ ሰዓት ዝሓዝናዮም ሓበሬታታት ነቶም ክትከታተልዎም ዝጸናሕኩም ይመስሉ ኔሮም። ኣብ ዝቕጽል ብኻልኦት ሓበሬታ ክሳብ ንራኸብ ሰላም እናተመና በብዘለኹሞ ሰላም ንዓኹም ይኹን። ሰላም።